ናይ ብሓቂ ብጣዕሚ ዘሕዝነካ ከምዚ ንሪኦ ዘለና ሓደ ኤርትራዊ ሓውና ኣብ ጀርመን ኣብ ዓብይ ሱፐር ማርኬት ወይ ከዓ ሜድያ ማርኬት ዝበሃል ናይ ኤሌክትሮኒክስ ትካል ብምእታው ክልተ ሰራሕተኛታት ናይቲ ትካል ብኻራ ገይሩ ወጊእዎም

ጆን ካብ ኣዲስ ኣበባ ናብዚ ምስ መጸ ደድሕሪኡ ሓደ ካብዞም ጥርጡራት ሃፍቶም ሃብተጽየን ባላንቺና ዝተባህለ ሰብ ኤርትራዊ እዩ ካብ ኣዲስ ኣበባ እግሩ እግሩ መጺኡ። ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪኣክት እዩ ሳሚ ናይኩም ተመሊሰ መጼ እኔኹ ሰብስክራይብ እና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ከምዚ ኩሉ ግዜ ትገብርዎ ሰብስክራይብ ግበሩ ላይክ ግበሩ ናዚ ቻናል እዚ ድማ ቤተሰብ ምዃን ከይትርስዑ ኢኹም

ንቕጽል ኣለና ሰናይ ምክትታል። ሓጎስካ ካብ ነብስኻ እምበር ካብ ካልኦት ሰባት ኣይትድለያ ሰባት ሰልፍ ሰንተርድ እዮም ብዛዕባ ናብ ሰብዮም ብዙሕ ዝሓስቡ ሓጎስካ ኣብ ነብስኻ ግበሮ ወይ ካብ ነብስኻ ድለዮ ራብዓይቲ ንነብስኻ ኣይትንዓቕ ኣትሒትካ ኣይትርኣ።
ንምንታይ ኢኹም ኣወዳት ዘበልኩም ንዘለኣለም ዘኽብረኩም ነገር ገዲፍኩም ንግዜያዊ ነገር ተቐድሙ?
ኣፍሊጠይ በቃ ተጋጌልኒ። መን እዩ ተጋጌልካ? ኣምላኽ ዋላ ሰይጣን? ምስ ዊንትኡ ዝፈጠረካ ሰብ እንዳ ሃግዲ ኢድካ ውዑይን ዝሑልን ክትእትኻ ናትካ ምርጫ እዩ።
ሊደይ ማዕረ ክንደይ እባ ይተቃልል ኣይ ክፍተን እንዴ ተፈጢረ እሞ ክፍተን እንዴ ተፈጢረ ኢልካስ ባዕልኻ ናብቲ ፈተነ ዘበለ ክትከይድ ኣለካ ማለት ድዩ ከምኡ ኣይኮነን ብቻ ከተረድእኒ
በቃ ንሳ ጥራያታ ዘረባኻ
ኣትሊደይ በቃ ምሽ ተጋጊ ብላ ኣለኹ ካብ ሕጂ ከይደግሞን እየ በጃኺ ኣብ ህይወት እታ ድልየኒ ስምስኺ ኢኺ ካብ ጌጋኻ ምእራምካ ንመጻጽ ገይሩ ክጠቕመካ እዩ ክትጋገ ከለኻ ግን ትኸስሮ ነገር ማዕረ ክንደይ ዓቢ ምዃኑ መታን ክርዳእካ ድሕሪ ሕጂ ንኣይ ትረኽበኒ ኢኻ ኣትሊደ ብሰንኪ ሓንቲ ጌጋ በጃኺ በጃኺ ኣነ ብሰንኪ ሓንቲ ጌጋ ከስረኪ ይደልኒ
እታ ሓንቲ ጌጋ ትብላ ዘለኻ ንስኻ ንኣይ ሓንትን ክንስሑ እንተኾነትካ ናይ ብልቢ ክዲ ክትዛረብ ዘለኺ

ሓመድ ብልኣ ብልዒ እስኺ እዚ እዚኣ ሕጂ እዚ ኣነ ግርም እዩ ዝብለኒ ባይዘ ከምዚኦም ኣብ ዓድና ብዙሓት እየን ፈርየን ዘለዋ ትማሊ ትማሊ ሪኤኩም ነይረ ሓንቲ ቀይሕ መይሕ ዝገበረት ኢሳያስ ዘፍረየን ከምዚኣተን እየን ከምዚኣተን ኢሳያስ ዘፍረየን ውሑዳት ከይመስለኩም በዚ በዓል ማይናስ ዶ ወዲ ማይናስ ጌሩ በኪልዎዩ ነዚ ሕብረተሰብ ሰነፍ ነዳይ እንዳበለሲ ነቲ ኢሳያስ ዝገበሮ ንዶክተር ኣቢ ጸሪፍዎ ኢላ ተሓጒሳሲ ንዕኡ ብደርፊ ጌራ ተቕርበላ ብዛዕባ ዘም ዘርእየኩም ዝነበርኩ ሬሳታት ብዛዕብኦም ዶ ከይትደርፍ ብዛዕባ ኣብ ኤርትራ ተዓሚጹ ዘሎ ሕብረተሰብ ኣብ እስሪቤት ብዛዕባ ጉሓፍ ዝበልዕ ዘሎ ኣብዚ ዓደምሓራ ብዛዕባ እዚኦም ዶ ከይትደርፊ ንሕምያ ከይለበምኪ ክትኣድጊ ኢኺ ጥስጥስቲ እዚኣ እንታይ ይብልዋ ስነ ቀንጠብጠባዊት። ሰነፍ ነዳይ እንታይ ዶ በለ ሰነፍ ነዳይ ሰነፍ ነዳይ ልዕሊ ኢሳያስ ሰነፍ ልዕሊ ኢሳያስ ነዳይ የለን። ኢሳያስ በቲ ንዕኡ ዝግብኦ ቃላት ጌሩ እዩ ገሊጽዎ። ኣብ ኪዲ ሕምምቲ ውረድ ብጣዕሚ እኳ እዮም ዘሕዝኑኻ እዚኦምሲ መኣስ እዮም ክልብሙ እቱም ሰባት መኣስ እዮም ክልብሙ የማእቲ ወዲ ኣብ ስደት ኮይና እኳ ከምትብ ዘላ ሰብሲ ኣብ ስደት ኮይኑስ ከምኡ ብመልክዕኻ ትምካሕ ኣዚኻ ጽቡቕ ፍጥረት ክትከውን ትኽእል ኢኻ ብጸጋኻ ትምካሕ ኣዚኻ ሃብታም ሰብ እውን ክትከውን ትኽእል ኢኻ ብዘለካ ዝና ትምካሕ ኣዚኻ ህቡብ ሰብ እውን ክትከውን ትኽእል ኢኻ። ኣብ ውሽጥኻ ፍቕሪ ዘይብልካ እንተደኣ ኰይኑ ግን፣ ንስኻ ባዶ ኢኻ። እቲ ዘፍቅር እቲ ዝኸበረ ፍጥረት ናይ እግዚኣብሄር እዩ።
እዚ ኩሉ ብሚድያ ዋጭ ዋጭ ዋጭ ዋጭ ዝበሃል ዘሎ ኢደይ ጠሚረ ክሪኦ ቀንየ ኣነ እኮ ኣክቲቪስት እየ ኣርቲስት እኮ እየ ንፅሕፍ እኮ ኣለና ጺሒፈ እኮ ኣብ ሰዓቱ ግዚኡ መሰበርኩ ሲጀመር ናይ ጉዳይ ዮውሃንስ መጀመርያ መጀመርያ ከይተታሓዘ እንኮሎ ትሒዘ ጉዳዩ ይፈልጥ ኣነ ኣብ ከምዚ ሓደጋ ከይወደቀ ኮሎ ሕጂ ምጺኻ ሕዋሓት ሐሊፋ ሂባቶ ሕዋሓት ሐሊፋ ኣይሃበቶን ሻዕብያ ጨዋይ ወሲዳቶ ሻዕብያ ጨዋይ ወሰደቶ እንታይ ደኣ ንምጻእ እቲ ሓቂ ክፈልጦ እቲ ዝኸድ እቲ ሰብ እዋ እም፣ ሓቂ ክፈልጥ ዝደሊ እወ እዚ ከማን ክዛረብ ደገደደኒ ሰው ኢልካ ኣምፂኻ ብቴሌፎን እንዳደወሉ እንታይ ተባሂሉ እንታይ ኣሎ ሓዲሽ ነገር ኢልካ ሓለይቲ መሲሎም ኣብ ሚድያ ወፂኻ ከምዚ ከምዚ ከምዚ ኢሉ፣ ከምዚ ቤት ፍርዲ ኣለዎ ፅባሕ ከምዚ ዮሃንስ ከምዚ ሻዕብያ ከምኡ እዩ ንበል እቲ ምፅላምሲ ደረት ክህልዎ ኣለዎ ኣይኮን መድህን ሕጂ ሎማዓንቲ ብዚኣ ድላይ ኢለ ከፀልመኪ እየ ሓቂ ግን ፅባሕ ንጎ ኣይትቕበርንያ ኣይትቕበርንያ ከመይ ክንብል ሕጂ ኣተሓዛ ዮሃንስ መጀመርያ መጀመርያ ዮሃንስ ካብ ዓዲግራት ጠቕሊሉ ነዲስ ኣበባ ከይዱ ነይሩ እዩ ነዲስ ኣበባ ከይዱ ነይሩ ኣብ ኣዲስ ኣበባ ከዓ ኣርባዕተ ሓሙሽተ ወርሒ ፀኒሑ ክልተ ግዜ ተራኺብና ነርና ሕጂ በዲስ ኣበባ ዋላ እቲ ምድዋል ገዲፍክ ማለት እዩ ድሓር ናብዚ መፅኡ ክሰርሕ ደሊ ደርፍታት መፅኡ ናብዚ ናብ ትግራይ መፅኡ ኣብ መቐለ ኮይኑ ገዛ ተኻሪ ክሰርሕ ኣልበም ኢሉ ጀሚሩ ነይሩ ጆን ካብ ኣዲስ ኣበባ ናብዚ ምስ መጸ ደድሕሪኡ ሓደ ካብዞም ጥርጡራት ሃፍቶም ሃብተጽየን ባላንቺና ዝተባህለ ሰብ ኤርትራዊ እዩ ካብ ኣዲስ ኣበባ እግሩ እግሩ መጺኡ እዚኣ እኮ ቀጥታ ካብዚኣ ሒዞሞ ከይዶም ካብ መቐለ ዓዲግራት ኣብፂሐሞ ካብ ዓዲግራት መፂኦም ኣብታ ሆቴሉ ካብ ኣፍ ደገ ሆቴል ንክልቲኦም ሒዞሞም ነቲ ሰዲዶም ነቲ ሒዞሞ ከይዶም ተረዲእኪ ከመይ ጌርካ ኢኻ ሕጂ ወያነ ኣሕሊፋቶ ሻዕብያ ወሲዳቶ ኣይበሃልን እዩ እዚ ጭብጢ ክትብል ኣለካ መድሂን መጺኺ ሚድያኺ ሕጂ ሻዕብያ ከምዚ ጌራ ሰብ ትጨውላ ወያነ ኣሕሊፋ ትህብ ኣላ ከምዚ ከምዚ ትብል ኣለኻ በየናይ ጭብጢ ቆም ትብልኺ መድሂን ተይለኪ ከተቕርብለይ ኣለኪ ሓቀይ ብከምዚ ምክንያት ምክንያቱ ከምዝን ከምዝን ታርጋ ናይ ሚኪ ናይ ኢትዮጵያ እቶም ሰባት ተጋሩ ድዮም ኤርትራውያን ድዮም ንፈልጦ ተኣምር የብልናን። ነዚኣ ዝፈልጥ መን እዩ? ክልተ እዞም ሰባት እዞም ተኣሲሮም ዘለዉ ንመን እዮም ኣረኪቦሞ? ታቦት እዮም እቶም ሰባት ኣስማቶም መን መን ይበሃሉ? ኣብ ዓዲግራት ድዩ ተዓጺዶ ኣሎ? ኣብ ዓዲግራት ድዩ ተቐቲሉ ዘሎ? ናበይ እዮም ሸይጦሞ? ናበይ እዮም ኣረኪቦሞ? እዚ መስርሕ ናይ ምርመራን ናይ ቤት ፍርድን ድኸውን እዩ። ንዕኡ ንግደፎ። ጽምዶ የላን ድና ክንብላ ሕጂ ዋላ ጽምዶ ኣሎ ኢና ክንብል? የለን የለን እየ ክብል ሕዚ ማለት ሕዚ ጽምዶስ የለን ዘይኮነስ ኣይተገበረን ክሳብ ሕዚ ካብታ ፅምዶ ዓሰርተ ክልተ ጠጠው ዝበለት ነገር ካብኣ ኣይቐፀለን ክሳብ ሕዚ
ናብ ቢዝነስ
መን ጀሚርዎ ፅምዶ ጀማሪኡ መን ባዕለይ
ኣነ እውን ኣለኹ ካብኡ ድማ ምሳይ እውን ሰባት ኣለዉ ንግዚኡ ናብ ሚድያ ለይወፁ ማለት እዩ
በዓል ኮሎኔል በዓል ጀነራል ዝኾኑ
ኣብዚ ዝሳተፍ ጀነራላት የለውን ኣብዚ ዝሳተፍ በዓል ስልጣን የለን ገለ የለን
ስለዚ ካብዞም ኣብ ሜድያ ዘለዉ ከ እዞም ኣብ ሜድያ ኮይኖም ማለት ሲ ኣብርሃ ተኽሎ ኣሎ
ኣብርሃ ተኽሎ ኣሎ ስታሊን ኣሎ ስታሊን ኣሎ ኣብርሃ ተኽሎ ኣሎ ወሓይለ ከ ሓይለ ደደቢት የለን ወሪድዎ ከፍርሰልና ብልዕና ከብለና የለን ዋዚ ኣውዕር ልእከውሉ እኮ ኣይኮነን እዚ ብጣዕሚ ጥንቃቐን ብልሕን ብስለትን ዘድልዮ ነገር እዩ ተረዲኻን ፅምዶማ ስኡ ኢልካ ከም ዝነቐፀ ቆርበት ገርማዕማዕ ናበልካ ሃለውለው ናበልካ ተኣትዮ ኣይኮነን ብጣዕሚ ጥንቃቐ ብስለት ብልሒ ካብኡ ድማ ኣብ ጉዳይ ፖለቲካ ኤርትራ ኢድካ ዘይምእታው ኣብ ጉዳይ ፖለቲካ ትግራይ ኢድካ ዘይምእታው ነገራት ባይ ዘወይ ክነግረካ ሰልጠነ እዚ ማንም ሰብ ክርድኦ ዝግባእ ብዓሰርተ ክልተ ጽምዶ ክግበር ከሎ ኣነ ዝኸፈልክዎ መስዋእትነት ብዙሓት ሰባት ኣይርድኦምን ዝብል እምነት ኣለኒ ብወገን ኤርትራ ምናልባት መንግስቲ ይድግፍ ይኸውን ስለ ዝኸውን ጸገም የለን ዋላ እናተቃወምካ ንትጽምዶ ትሕመ ይትብልን ተሓዋሪ ኢኻ ግልጺ እዩ ብዙሕ ቻሌንጅ ዘይክገጥመካ ክእል እዩ ተረዲኻኒ ብወገን ትግራይ ግን ሓደ ናይ ፌዴራል መንግስቲ ፅዕንቶ ኣሎ። ካልኣይ ግዳይ ጀኖሳይድ ዝኾኑ ስድራታት ኣለዉ ናቶም ገፅ ላገረፈካ ላትውቃዕኻ ኢኻ ትኸይድ። ሳልሳይ ተቃወምቲ ውድባት ኣለዉ ልዚ ልቃወሙ ኩሎም ተቃወምቲ ውድባት ኣይኮኑን ዝቃወሙ ኣብቶም ተቃወምቲ ውድባት እውን ፅምዶ ዝድግፉ ኣለዉ ተረዲኻኒ ፅምዶ ዝድግፉ ኣለዉ ካብኡ ድማ ናይ ሕጊ ጉዳይ ኣሎ ናይ ሕጊ ጉዳይ እዚ ኩሉ ተጻዊረ እየ ዝከይድ ዘለኩ ማዓት ነገራት ብዙሕ ጠያይቲ ብዙሕ ናይ መኪና ሓደጋ ብዙሕ መጭወይቲ ብዙሕ መከራ እየ ኣነ ሐሊፈ እቲ ናይ ናይ ብሓቂ ብጣዕሚ ዘሕዝነካ ከምዚ ንሪኦ ዘለና ሓደ ኤርትራዊ ሓውና ኣብ ጀርመን ኣብ ዓቢ ሱፐር ማርኬት ወይ ከኣ ሜድያ ማርኬት ዝብሃል ናይ ኤለክትሮኒክስ ትካል ብምእታው ክልተ ሰራሕተኛታት ናይቲ ትካል ብኻራ ጌሩ ወጊእዎም ብጣዕሚ እዩ ዘሕዝን እቲ ኣብ ከቢድ ቃንዛ ወይ ከኣ ኣብ ሓደጋ ዝርከብ ዘሎ ወዲ ዕስራን ሓሙሽተን ሰራሕተኛ ናይቲ ሜድያ ማርኬት እዩ እዚ ሓውና ድማ ወዲ ዕስራን ትሽዓተን እዩ እዚ ኤርትራዊ ሓውና ብካራ ገይሩ ወጊእዎም ዘሎ ነዞም ክልተ ሰራሕተኛታት ማለት እዩ እቲ ሓደ ሰራሕተኛ ኣብ ፍኹስ ዝበለ ቃንዛ ወይ ከኣ ኣብ ደሓን ዝኾነ ኩነታት እዩ ዝርከብ ዘሎ ክቡራት ይሕዋት እዚ ወዲ ዕስራን ትሽዓተን ኤርትራዊ ሓውና ወርሒ ዓሰርተ ክልተ ክልተ ሽሕን ዕስራን ሓሙሽተን እዩ ካብ እሱርቤት ወጺኡ ማለት እዩ። ብድሕሪኡ ድማ ብዕለት ዓሰርተ ኣርባዕተ ወርሒ ሓደ ክልተ ሽሕን ዕስራን ሽዱሽተን ነዚ ፍጻሜ እዚ ፈጺምዎ ኣብ ውሽጢ ሓደ ወርሒ ዘይመልእ ማለት እዩ ወይ ከኣ ኣብ ውሽጢ ሓደ ወርሒ ካብ እሱርቤት ወጺኡ ብድሕሪኡ ነዚ ፍጻሜ እዚ ፈጺምዎ ማለት እዩ። እንታይ እዩ ኣጋጢሙ፣ እንታይ እዩ ነይሩ እቲ ኩነታት ዝፈልጥ ኣካል የለን ወይ ከኣ ክሳብዛ ሰዓት እዚኣ ኣይተፈለጠን ወይ ከኣ ክሳብዛ ሰዓት እዚኣ ቪድዮ ዝሰርሓ ዘለኹ ኣይተዘርግሐን ኣሎ እንታይ ከም ዘጋጠሞም እንታይ ከም ዝነበረ እቲ ኩነታት ግን ብጣዕሚ ዘሕዝነካ ክቡራት የሕዋት እዚ ወዲ ዕስራን ትሽዓተን ኤርትራዊ ሓውና ኣብ ሜድያ ማርኬት ኣብ ኡሉም ዝበሃል ኣብ ጀርመን ማለት እዩ ኣትዩ ንክልተ ወጊእዎም ንክልተ ብኻራ ገይሩ ወጊእዎም ወይ ከዓ ካራ ገይሩ ሃሪምዎም ብድሕሪኡ እቲ ሓውና እውን ኣብ ከቢድ መቑሰልቲ ሓደጋ እዩ ዝርከብ ዘሎ ምክንያቱ ንክልቲኦም ምስ ወግኦም ሃዲሙ ምስ ሃደሙ ከዓ ፖሊስ መፂኦም ንዕኡ ሽጉጥ ገይሮም ሃሪሞሞ ማለት እዩ ተኩሶም ሽጉጥ ጌሮም ቶም ፖሊስ ነቲ ሓውና ወዲ ዕስራን ትሽዓተን ኤርትራዊ ሃሪሞሞ ኣብ ከቢድ መቁሰልቲ ኣብ ሓደጋ ከኣ ይርከብ ኣሎ እቲ ኤርትራዊ ሓውናን እቲ ወዲ ዕስራን ሓሙሽተን ሰራሕተኛ ናይቲ ሜድያ ማርኬት ውን ክልቲኦም ኣብ ከቢድ ስቃይ ወይ ከኣ ኣብ ከቢድ ሓደጋ ይርከቡ ኣለዉ ብዝያዳ እዝግኣብሄር ኣምላኽ ሙሉእ ምሕረት የውርደሎም ንኩሎም ነቶም ኣብ ስቓይ ዘለዉ ኣሕዋትና፣ ንሓውና ይኹን ነቶም ዝተሃረሙ ይኹኑ ማለት እዩ። ብዝያዳ ግን እንታይ እዩ ኣጋጢሙ ክሳብ ሰዓት እዚ ዝተፈለጠ የለን። ብጣዕሚ ዘሐዝን ክቡራት ኣሕዋት። ብዝያዳ እንታይ ክንብል ኢልና ሓንቲ ክብላ ዝደሊ በቃ ዓቃላት ንኹን። ገለ ገለ ሰባት ኣለዉ በቃ ንስኻሲ ንኽትጎድኦም በቃ ዓቕልኻ ጥንቅቕ ንኽትብል ዝገብሩኻ ሰባት ኣለዉ። ኣይመክሐካን እዩ ግን በቃ ዓቃላት ንኹን እዚ ኣነ ክብላ ዝደሊ ዓቃላት ንኹን ሳኣን ንእሽተይ ዓቕሊ ኣብ ከምዚ ዓይነት ሓደጋ ንኣቱ ኣለና እሞ ዓቃላት ንኹን እቲ ፍጻሜ እንታይ እዩ ነይሩ ብኸመይ እዩ ኣጋጢሙ ዝተፈልጠ ወይ ከኣ ዝሓበርዎ የለን እንታይ ክንብል ሕማቕ ሕማቕ ስማዕ ናይ ብሓቂ ዓቃላት ንኹን በጃኹም። ምሕረት የውርደሎም ንኩሎም። እንታይ ዓይነት ግዜ ኢና በጺሕና ሰብኣይ ዝነበረ ክድፈር ሰብኣይ ዝነበረ ዝድፈረሉ ግዜ በጺሕና።
ያው ንሎማዓንቲ ልሓዝኹም ቪድዮታት እዚኦም መስሉ ነይሮም ኣብ ቐፃሊ ብልገራርሙና ትኩሳት ልኾኑ ቪድዮታት ሒዘልኹም ክምለስ እየ እስካዕ ሽዒቱ subscribe እና like ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ peace out